ፍርሒ ብኸመይ ንስዕሮ፣ ብኸመይ ንቆጻጸሮ? ቅድሚኡ ግን ፍርሒ ጠቓሚ ድዩ ጎዳኢ ዝብል ክንርኢ ከለና፣ ጎዳኢ ንገብሮ ባዕልና ኢና፣ ጠቓሚ ንገብሮ እውን ባዕልና ኢና። እንታይ ማለት እዩ? ከምዚ ካራስ በቲ በሊሕ ተሒዝካዮ ክሓርደካ እዩ። በቲ መትሓዚ፣ በቲ ልዓቱ እተሒዝካዮ ድማ ክሓርደልካ፣ ክመትረልካ እዩ። ልክዕ ከምዚ ፍርሒ ብኣግባቡ ክንጥቀመሉ ከለና ካብ ሓደጋ ዘድሕነና እዩ። ነገር ግን ንሱ ክዕብልለና ክጥቀመልና እንተጀሚሩ ካብ ሕልምናን ድሌታትናን ኣሲሩ ዘትርፈና ሓደገኛ ኣሉታዊ ሓይሊ እዩ ፍርሒ። ባይዘወይ ኣብዛ ዓለም ፍርሕኻ እንተዘይስዒርካ ምንም ሓዱሽ ነገር ክትፈጥር ኣይትኽእልን። ፍርሕኻ እንተዘይስዒርካ ምንም ዝተፈለየ ነገር ክተምጽእ ኣይትኽእልን ኢኻ። ኣብዛ ዓለም ዘለዉ ዓበይቲ ነገራት፣ ኣብዛ ዓለም ዘለዉ ሓደሽቲ ፈጠራታት እዚኦም ብምሉኦም እንተሪእናዮም ፍርሖም ስዒሮም ብዝሰርሑ ሰባት ዝተፈጠሩ እዮም። ኣውሮፕላን ፍርሖም ስዒሮም እዮም ኣውሮፕላን ሰሪሖም መርከብ ባሕርን ማዕበልን ውቅያኖስን ጠሓሒሳ ትሓልፍ መርከብ ፍርሖም ስዒሮም እዮም መርከብ ሰሪሖም ናብ ወርሒ ናብ ማርስ ናብ ጠፈር ዝኸዱ ተመራመርቲ ፍርሖም ስዒሮም ስለ ዝሰርሑ እዮም እዚ ኩሉ ሓዱሽ ነገር ኣብዚ ዓለም ፈጢሮም ዘለዉ ልክዕ ከምዚ ንስኻ እውን ሓዱሽ ነገር ክትፈጥር ተደሊኻ ኣብ ህይወትካ ዝተፈለየ ነገር ክተምፅእ ተደሊኻ ምስ ፍርሕኻ ክትገጥም ፍርሕኻ ክትስዕር ክትክእል ኣለካ ኣይስልችወካን ከምታ ሕጂ ዘለኻያ ኮይንካ ክትመውት ክትኣርግ ፍርሕኹም ተዘይ ገጢምኩም ፍርሕኹም ተዘይ ስዒርኩም በቃ በታ ሕጂ ዘለኻያ ሂወት ኢኻ ክትቅጽል ጽባሕ ንግሆ እርጋን ክመጽእ እዩ ዕድሜኻ ክኸይድ እዩ ሓዱሽ ነገር ኣይትፍትንን በቃ እናፈራሕኻ ገለ ነገር ክትፍትን ትሓስብ እሞ ከምዚኣ እንተኾነትከ እቲ ሰብ ትስሓቐኒኸ ተተዋረድኩኸ እንተወደቕኩኸ እንተጎዳእኩኸ ሓደጋ ትበጽሐኒኸ እንዳበልካ ሪስክ ከይወሰድካ ከምዚኣ ኢልካ እንድሕር ትነብር ኮንካ በቃ ዝተፈለየ ነገር ከየምጻኻ ከምዚኣ ኢልካ ከም ትመውት ርግጸኛ ኩን። ኣብ ህይወትኩም ሓዱሽ ነገር ዝተፈለየ ነገር ክተምጹ እንተ ኮንኩም ፍርሕኹም ክትስዕርዎ ፍርሕኹም ክትገጥምዎ ክትክእሉ ኣለኩም። ነቲ ዘፍርሓካ ነገር ምግባር ክትጅምር ከለኻ ኢኻ ኣብ ህይወትካ ዝተፈለየ ነገር ሓዱሽ ነገር ክመጽእ ዝጅምር። ኣነ ውን ኣብ ህይወተይ ዝረኣኽዎ ንሱ እዩ። ንኣብነት ንስኻ ትደልዮ ኣብቲ ማዕዶ ኣሎ ንስኻ ድማ ኣብዚ ኣለኻ ኣብ ማእከል ፍርሒ ጋሪድካ ኣሎ። ነዚ ፍርሕኻ ጥሒስካ ክሳዕ ዘይከድካ፣ ሓድሽ ነገር ክትፈጥር ኣይትኽእልን ኢኻ። እቲ ንስኺ ትደልይዮ ኣብቲ ማዕዶ ኣሎ፣ ንስኺ ድማ ኣብዚ ኣለኺ። ኣብ ማእከል ፍርሒ ጋሪድ ከሎ፣ ነዚ ፍርሕኺ ደርሚስኪ ክሳዕ ዘይከድኪ፣ ፍርሕኺ ጥሒስኪ ክሳዕ ዘይከድኪ፣ ሓድሽ ነገር ክትፈጥሪ ኣይትኽእልን ኢኺ። ከምታ ዘለኽያ ክትሞቲ ኢኺ። እሞ ፍርሐይ ክስዕሮ እደሊ እየ፣ ብኸመይ እየ ፍርሐይ ዝስዕሮ፣ ብኸመይ ክቃለሶ፣ እንታይ ዓይነት መንገድታት ወይ ድማ ጥበባት ኣለዉ እንተ ኢልኩምኒ፣ ፍርሕኻ ትስዕረሎም ኣርባዕተ ጥበባት ክነግረኩም እየ። እዞም ጥበባት እዚኦም ብጣዕሚ ፍቱናት መድሓኒት እዮም። ኣብ ህይወትኩም ተተግቢርኩሞም ብርግፀኝነት ፍርሕኹም ስዒርኩም ሓዱሽ ነገር ኣብ ህይወትኩም ክትፈጥሩ ትኽእሉ ኢኹም። ቀዳማይ ፍርሕኻ ቅቡል ግበሮ። ኩሉ ሰብ ይፈርሕ እዩ። በይንኻ ኣይኮንካን በይንኺ ኣይኮንክን። ዋላ እቲ ብጣዕሚ ተድንቖ ደፋር፣ ተባዕ፣ ጅግና ትብሎ ይፈርሕ እዩ። ዘይፈርሕ ሰብ የለን። ፍርሒ ንኹሉ ወዲ ሰብ ብተፈጥሮ ዝተዋሃበና ስምዒታዊ ሆርሞን እዩ። መን እሞ ኣሎ ብጣዕሚ ተድንቆ ጅግና ዘይፈርሕ ዝመስለካ ሓየሎም ኣርኣያ ይፈርሕ እዩ እቲ ብጣዕሚ እነኽብሮ ጅግና ሓየሎም ኣርኣያ ካብ ባዶ ተበጊሰ ኣይኮንኩን ዝዛረብ ዘለኹ ኣብ ስደት ሓደ ብጻዩ ከምዚ ኢሉ ኣዕሊሉኒ ሓየሎም ኣብ ዝመርሖ ዓውደ ውግእ ተሳቲፈ ነይረ ሓደ መዓልቲ ሓየሎም ከምዚ ኢሉና ኣነ ዘይፈርሕ እየ ዝመስለኩም ሓቀይ ኣቤት ክፈርሕ ብጣዕሚ እኮ እየ ዝፈርሕ ነገር ግን ፍርሐይ ይስዕሮ እምበር ኣይስዕረንን እዩ ፍርሐይ ይቆጻጸሮ እምበር ኣይቆጻጸረንን እዩ ናይ ፍርሒ ስምዒት ክስምዓኒ ከሎ ፈሪሐ ዘይኮንኩ ንድሕሪት ዝምለስስ ስነይ ንክስ ሓሞተይ እስር ኣቢለ ጥንቃቀን ድልውነትን ወሲኸ እቲ ክገብሮ ዘለኒ ስለ ዝገብር እቲ ክኾኖ ዘለኒ ስለ ዝኸውን እየ መብዛሕትኦም ኣነ ዝመርሖም ዓውደ ውግኣት ዝዕውቶም ኢሉና ምስ በለኒ ብጣዕሚ እየ ተገሪመ ካልእ ሓደ ብጣዕሚ ዘኽብሮ ኣርቲስት ንልዕሊ ሰላሳ ዓመታት ኣብ ናይ ኪነ ጥበብ ኢንዳስትሪ ዝሰርሐ ኣነስ ይፈርሕ እየ ኢልኒ ጽባሕ ንግሆ መድረኽ ኣለካ ተዝበሃልስ ፈረቕ ፈረቕ ትብለኒ ኣብ ውሽጠይ ኢሉኒ። ነገር ግን ልክዕ ከምዚ ናብ ሻወር ክትኣቱስ ዝሑል ማይ የፍርሓካ እዩ። ክሳዕ ትኣቱ እዩ። ምስ ኣተኻ ግን ካብቲ ሻወር ውጻእ እውን ኣይመጸካን እዩ ኢሉኒ። ኩሉ ሰብ ይፈርሕ እዩ። በይንኻ ኣይኮንካን በይንኺ ኣይኮንክን። ንምንታይ ናይ ካልኦት ሰባት ኣብነት ትጥቀም ናይ ባዕለይ ናተይ ናይ በርሂ ኣብነት ዘይነግረኩም መብዛሕትኹም ኣብ ቴሌቪዥን ዜና ኣንባቢ ኢኹም ትፈልጡኒ ንልዕሊ ዓሰርተ ዓመታት ዜና ኣንባቢ ኒውስ ኣንከር ኮይነ ሰሪሐ እየ ዜና ከንብብ ከለኹ ብዙሕ ሰብ ኣቀራርባኻ ደስ ክብል ኮንፊደንስኻ ደስ ክብል ድፍረትካ ደስ ክብል ኢሎም ኣድናቆት ይገልጹለ እዮም ነገር ግን ኣነ ዘይፈርሕ ከይመስለኩም ሓደ ምሽጢር ክነግረኩም ሎማዓንቲ ሰዓት ሓደ ዜና ታረኛ ክኸውን ከለኹ ወራቓተይ ሒዘ ዜናታታ ሒዘ ናብ ስቱድዮ ክኣቱ ከለኹ ላይቭ እዩ ቀጥታ ስርጭት እዩ ሽዑ ዳይሬክተር ስታንድ ባይ ስታንድ ባይ ተዳሎ ክብለካ ከሎ ብውሽጢ መስመር ይዛረበካ ኤርፎን ጌርካ ካሜራ ኣለዉ ቅድሚኻ ናይ ስቱድዮ ላይት ኣሎ እቲ ድባቡ ብጣዕሚ ከቢድ እዩ ውሽጥኻ ዝኾነ ፍርሒ ይስምዓካ እዩ ነገር ግን ፍርሐይ ስዕር ረቢለ ጥዕና ሃበለይ ዝኸበርኩም ተመልከትና ንሰዓት ዝተዳለዉ ዜናታት ሒዝናልኩም ቀሪብና ኣለና ዜና ዘቕርበልኩም በሪሁ ገዛኢ ኢለ ብኮንፊደንስ ክዛረብ ከለኹ ዘይፈርሕ እዩ ዝመስሎ ብዙሕ ሰብ ውሽጠይ ግን ኣነ እየ ዝፈልጣ ነገር ግን ፍርሐይ ክስዕረኒ ኣይፈቕደሉን እየ ኣነ እየ ንፍርሐይ ዝስዕሮ ኣነ እየ ንፍርሐይ ዝቆጻጸሮ ኣብ ውሽጢ ፍርሒ ኮይነ እቲ ክኾነ ዘለኒ ስለ ዝኸውን እቲ ክገብሮ ዘለኒ ስለ ዝገብር እየ ድማ ስርሐይ ዝዕውቶ ማለት እዩ ስለዚ እታ ቀዳመይቲ ፍርሕኻ ቅቡል ግበሮ በይንኻ ኣይኮንካን በይኒ ከይኮንክን ትፈርሒ ካልኣይ ደፋር ማለት ዘይፈርሕ ማለት ኣይኮነን ቀደም ኣነ እንታይ ይመስለኒ ነይሩ ብተፈጥሮ ደፋር ሰብ ዘሎ ብተፈጥሮ ከዓ ፈራሕ ሰብ ዘሎ ይመስለኒ ነይሩ እዚ ትምህርቲ እዚ ቅድሚ ምርካበይ ለካ ደፋር ሰብ እውን ይፈርሕ እዩ ኩሉ ሰብ ብመዓረ ከም ዝፈርሕ ኣብ ብዙሓት መፅሓፍ ተንቢበ ተረዲኡኒ ዋላ እቲ ብጣዕሚ ተድንቆ ከምቲ ዓንተዎ ዝገለፅክዎ ሓየሎም ኣርኣያ እንተፈሪሑ እቶም ኣብ ዓለም ዘለዉ ብጣዕሚ ነድንቆም ዓበይቲ ጀጋኑ ንብሎም ኩሎም ናይ ፍርሒ ስምዒት ተሃልይዎም ደፋር ማለት እንታይ ማለት ድኣ እዩ እንተልና ደፋር ማለት ዘይፈርሕ ዘይኮነስ ኣብ ውሽጢ ፍርሒ ኮይኑ እቲ ክገብሮ ዘለዎ ዝገብር እቲ ክኾኖ ዘለዎ ዝኸውን ማለት እዩ ንኣብነት ሓደ ፈራሕን ሓደ ደፋር ሰብን ኣብዚ ኣለዉ ንበል ማዕረ ዘፍርሕ ነገር የጋጥሞም እቲ ፈራሕ ኦይ እዚ ልዕሊ ዓቕመይ እዩ ይትረፈኒ ኣይክእሎን እየ ኢሉ ንድሕሪት ይምለስ እቲ ተባዕ ድማ ልክዕ ከምቲ ፈራሕ እኮ ይፈርሕ እዩ ነገር ግን ፈሪሑ ጠጠው ዝብል ዘይኮነስ ኦኬ እዚ ነገር እዚ ታይ እዩ ዝነግረኒ ዘሎ ታይ ዓይነት ጥንቃቀ ክገብር ኣለኒ ታይ ዓይነት ድልውነት ክውስክ ኣለኒ ኢሉ ኣብ ውሽጢ ፍርሒ ኮይኑ እቲ ክገብሮ ዘለዎ ዝገብር እቲ ክኮንኦ ዘለዎ ስለ ዝከውን እዩ ዝዕውቶ ስለዚ ደፋር ማለት ዘይፈርሕ ዘይኮነስ እናፈርሐ እናሃለወ ኣብ ውሽጢ ፍርሒ ኮይኑ እቲ ክገብሮ ዘለዎ ዝገብር እዩ እሞ ልክዕ ንስካ እውን ደፋር ክትኮን እንተደሊካ እታ መፍትሒ ሓንትን ሓንትን እያ ፍርሒ እናተሰምዐካ እናሃለወ ኣብቲ ውሽጢ ፍርሒ ኮይንካ እቲ ክትገብሮ ዘለካ ምግባር እያ። ሳልሳይ ፍርሕኻ ትስዕረሉ መድሓኒት እንታይ እዩ ዘፍርሓካ? እቲ ዘፍርሓካ ብንጹር ፍለጦ። እንታይ እዩ ዘፍርሓካ? ሓድሽ ስራሕ ሓድሽ ነገር ምጅማር ድዩ ዘፍርሓካ? ኣብ መድረኽ ወጺኻ ምዝራብ እኩብ ሰብ ሓሳብካ ምግላጽ ድዩ ዘፍርሓካ? መኪና ምዝዋር ድዩ ዘፍርሓካ? ምሕንባስ ድዩ ዘፍርሓካ? ናይ ፍቅሪ ሕቶ ምቅራብ ድዩ ዘፍርሓካ እንታይ እዩ ዘፍርሓካ ወይስ ከምዞም ገሊኦም ተመነንጭዋ ድዩ ዘፍርሓካ እቲ ዘፍርሓካ ነገር ብንጹር ምስ ፈለጥካዮ ማዕረ ክንድኡ ዘፍርሕ ስለ ዝኾነ ድዩ እቲ ነገር ንሱ ዘፍርሓካ ዘሎ ባይዘ ወይ ናይ ኩሎም ፍርሒ መበገሲ ዋሕዲ ፍልጠት ወይ ድማ ኢግኖራንስ እዩ እንታይ ማለት እዩ ንምንታይ ዲኻ መኪና ምዝዋር ትፈርሕ መኪና ናይ ምዝዋር ልምድን ፍልጠትን ስለ ዘይብልካ እዩ ንምንታይ ዲኻ ምሕንባስ ትፈርሕ ናይ ምሕንባስ ልምድን ፍልጠትን ስለ ዘይብልካ እዩ ንምንታይ ኣብ መድረኽ ወጺኻ ምዝራብ ትፈርሕ ማይክ ምሓዝ ትፈርሕ ኣብ መድረኽ ወጺኻ ናይ ምዝራብ ሓሳብካ ናይ ምግላጽ ልምድን ፍልጠትን ስለ ዘይብልካ እዩ ንስኻ ብነብስኻ ፈራሕ ስለ ዝኾነ እቲ ነገር ብነብሱ መፍርሒ ስለ ዝኾነ ዘይኮነስ ንስኻ ኣብቲ ጉዳይ እኹል ልምድን ፍልጠትን ስለ ዘይብልካ ኢኻ ትፈርሕ ብመሰረቱ ፍርሒ ማለት ብእንግሊዝኛ ፊር እንድያ ትበሃል ኤፍ ኢ ኤ ኣር ማለት እዩ ሕዚ በፕሮክተር ታይሉ እዩ ዝትንትና ፎልስ ኢቪደንስ ኣፒሪንግ ሪል ናይ ሕሶት መረዳእታ ሓቂ መሲሉ ዝረኣየካ ማለት እዩ ፍርሒ ኣብ ርእስና ንፈጥሮ ኣብ ባይታ ግን ዘየለ እዩ ሓደ ፈላስፋ እውን እንታይ ኢሉ ንምንታይ እዩ ፍርሒ ምስዓር ዝኸብደና ኢሎሞስ ፍርሒ እኮ ኣብ ርእስና ዘሎ ኣብ ባይታ ኣብ ተግባር ዘየለ እዩ ስለዚ ምስ ዘየለ ነገር እኮ ኢና ንገጥም ዘለና ንዘየለ ነገር ደኣ እሞ ከመይ ጌርና ክንስዕሮ ኢሉ ዛትስ ዋይ እዩ ዝኸብደና ኢሉ ሓደ ሓደ ሰባት ኣለዉ ካብ ምፍርሖም ዝተላዕለ ዋላ ነቲ ዝፈርሖም ዝፈርሑ ኣለዉ እንታይ ማለት እዩ ንኣብነት ኣንጭዋ ሪኡ ዝፈርሕ ሰብ ኣሎ ኣንጭዋ ሪኣ ትፈርሕ ጓል ኣላ ናብ ጠረጴዛ ናብ ሶፋ ትድይብ ኣላ ኣንጭዋ ክትርኢ ከላ ኡይ ኢላ ታንጭዋ እኮ እንትፈርሐት የጥዕመላ እዩ ንእሽተይ እያ ደቃቅ እያ ክንቀትላ ንኽእል ኢና ኣንጭዋ እያ ንሕና ካብ ኣንጭዋ ክንፈርሕ ከለና ግን እንታይ ዝብልዎ ዕሽነት ዕብዳን ምዃኑ ኣይርደእካን እዩ ሓደ ሓደ ሰብ ኣሎ በቃ ዋላ እቲ ነገር እናፈርሖስ ንሱ እውን ይፈርሖ ኣንበሳ ኣብ ጫካ እንዳኸደስ ምስ ወዱ ንእሽተይ ወዱ ምስኡ እንዳኸደ ኣዛብእ ርእዩስ እቲ ወዱ ኣቦይ ኣቦይ ፈሪሐ ፈሪሐ ኢልዎ ኖኖእ ኣይትፍራሕ ንስኻ እኮ ኢኻ ትፍራሕ ኢልዎ ስለዚ ሓደ ሓደ ግዜ እቲ ዘፍርሓና ነገር ብንጹር ምስ ፈለጥናዮ ማዕረ ክንድኡ ዘፍርሕ ኮይኑ ዘይኮነስ ኣብቲ ጉዳይ ዝተጋገየ ርድኢት ዝተዛብዐ ኣረዳድኣ ስለ ዘለና ጥራሕ እዩ ራብዓይን ናይ መወዳእታን ፍርሕኻ ትስዕረሉ ጥበብ እቲ ዘፍርሓካ ፊት ንፊት ግጠሞ ኮንፍረንት ግበሮ ተጋፈጦ እንታይ ማለት እዩ ፍርሕኻ ትስዕረሉ ብሕታዊ መገዲ ካብ ፍርሒ ብምህዳም ዘይኮነስ ንፍርሕኻ ብምግጣም እዩ ካብ ፍርሒ ሃዲሙ ፍርሑ ዝሰዓረ የለን ዋላ ከልብ እንደርእዎ ከልብስ መቸም ከልብ ዘይፈልጥ የለን ተጎይኻሉ እኮ ደድሕሪኻ እዩ ዝጎይ ጠጠው ተልካኸ ንሱ ውን ጠጠው እዩ ዝብል በቃ ፍርሒ ልክዕ ከምዚኣ ገርኩም ተረድኡዋ ካብ ፍርሒ እንዳሃደምካ እንድሕር ትነብር ሃሊኻ ኩሉ ሻዕ ከምቲ ከልቢ ከጓየየካ ክነብር እዩ ሓዱሽ ነገር ከይፈጠርካ ከኣ ክትመውት ኢኻ ነገር ግን እንታይ ኮይነ ከ እየ ዝፈርሕ እንታይ ከ ይመጽእ ኢልካ ክትጋፈጥ ተጀሚርካ ኣብ ህይወትካ ተኣምር ክፍጠር እዩ ኣብ ህይወትካ ዝተፈለየ ሓዱሽ ነገር ክፍጠር ክጅምር እዩ እመነኒ ርግጸኛ እየ ስለዚ እቲ ዘፍርሓካ ነገር ፊት ንፊት ግጠሞ ሱሳን ጀፈርሰን እትበሃል ፊል ዘ ፊር ኤንድ ዱ ኢት ኤኒወይ ዝብል መጽሓፍ ዘለዋ እንታይ ትብል? ፍርሕኻ እትቐትለሉ ብሕታዊ መገዲ፣ ፍርሕኻ እትስዕረሉ ብሕታዊ መገዲ ካብ ፍርሒ ብምህዳም ዘይኮነስ ነቲ ዘፍርሓካ ነገር ደጋጊምካ ብምግባር እዩ፣ ነቲ ዘፍርሓካ ነገር ደጋጊምካ ብምግጣም እዩ ትብል። እንታይ ማለት እዩ? ኣብ መድረኽ ወጺእካ ምዝራብ እንድዩ ዘፍርሓካ። ደጋጊምካ ኣብ መድረኽ ወጺእካ ምስ ተዛረብካ ኣይክትፈርሕን ኢኻ። ሓንቲ ጓል ኔራስ ኣብ መድረክ ወጺኣ ጽቡቅ እያ ትዛረብ ኣይትፈርሕን እያ ዋእ ኣንተ ኣይትፈርሕን ዲኪ ኢሎማ ዋእ ታይ ኮይነ ዝፈርሕ ኣብ መድረክ ወጺኤ ይዛረብ እየ ዘለኩ እምበር ክዳነይ ኣውጺኤ ነብሰይ ድየ ዝሕጸብ ዘለኩ ኢላ ስለዚ ደጋጊምካ ምስ ገበርካዮ ክትመልኮ ኢካ መኪና ምዝዋር እንድዩ ዘፍርሓካ ደጋጊምካ መኪና ምዝዋር ምስ ለመድካዮ ኣይትፈርሕን ኢካ ምሕንባስ እንድዩ ዘፍርሓካ ደጋጊምካ ምስ ሓንበስካ ኣይትፈርሕን ኢካ ስለዚ እቲ ዘፍርሓካ ነገር ደጋጊምካ ጨኪንካ ክትገብሮ ምስ ጀመርካ ዋይ ነዚ ድየ ደኣ ይፈርሕ ነይረ እዚ ኩሉ ዓመት ሰኣን ከምዚ ጌርካ ደፊርካ ምግባር እዩ ዝበልኩሞ የለን ዋላ ማሽን እስኪ ዝኾነ ማሽን ኣብ ገዛኹም ወይ ኣብ ስራሕ ቦታኹም ወይ ኣብ ዝኾነ ፋብሪካ ማሽን ኣሎ ዝኾነ ዓብዪ ማሽን መጀመርያ እኮ ከመይ ከም ትጥቀመሉ እንተዘይፈሊጥካ ብጣዕሚ ኢኻ ትፈርሕ ኣጠቓቕምኡ እንተዘይፈሊጥካዮ ከይትሰብሮ ከይተበላሽዎ ወይ ንዓኻ ሓደጋ ከየብጽሓልካ ብጣዕሚ ኢኻ ትፈርሕ ነገር ግን ሰሙን ክልተ ሰሙን ምስ ተገልገልካሉ ምስ ተጠቐምካሉ ኩሉ ነገሩ ምስ ፈለጥካዮ ኣይትፈርሖን ኢኻ ነዚ ዴዳ ይፈርሕ ነይረ ኢልካ ክገርመካ ይኽእል እዩ ልክዕ ከምዚ እቶም ኣብ ህይወትና ዘፍርሑና ነገራት ምስ ፈለጥናዮም ውሽጢ ኣቲና ደጋጊምና ምስ ግበርናዮም ዘፍርሑ ኣይኮኑን እዮም ስለዚ ነቲ ዘፍርሓካ ነገር ደጋጊምካ ግበሮ ደጋጊምካ ግጠሞ ተጋፈጦ ክልተ ሰባት ነይሮምስ ኣብ ዝኾነ ጫካ እንዳኸዱ ይመስዮምሞ ኣብቲ በረኻ ይድቅሱ ሽዑ ለይቲ ዝብኢ ሰላሕ እናበለ መፅኡ ነቲ ሓደ እግሩ ክበልዖ ይጅምር ሽዑ ፈሪሑ እህ እህ እህ ይብል ዋእ ትምጽኡ ደቂሱ ዘሎ ዋ ኣታ ታይ ኮንካ ዓርከይ ታይ ኮንኩም ይብሎ ቀስ በል ቀስ በል ዝብኢ እዩ ዝበልዓኒ ዘሎ ኢልዎ ዝብኢ ዝኣክል እንዳበልዖስ ኡይ ኣታ ዝብኢ ይበልዓኒ ኣሎ ኢሉ ረዳኢ ጸዊዑ ክንዲ ሓዞ ሓዞ በሎ በሎ ኢሎም ዘባርርዎ ዝብኢ እዩ ዝበልዓኒ ዘሎ ኢልዎ ሓደ ሓደ ሰባት ባይ ዘወይ ልክዕ ከምዚ ነቲ ዘፍርሖም ነገር ኣብ ክንዲ ምግጣም ነቲ ዘፍርሖም ነገር ኣብ ክንዲ ፌስ ቱ ፌስ ክስዕርዎ ዝፍትኑ ልክዕ ከምዚ ሰብኣይ ዝብኢ ዝበልዓኒ ዘሎ ዝብሉ ዓይነት ሰባት ኣለዉ ብጣዕሚ ዘሕዝን ፍርሒ ኣብ ኣእምሮና ክንዲ ጎቦ ኮይኑ እዩ ዝረኣየና ኣብ ባይታ ግን ክንዲ ጸጸር እዩ እዚኣ ዋላ ኣነ ኣብ ህይወተይ ዝጥቀመላ ፕሪንስፕል እየ ዝነግረኩም ዘለኹ ዝኾነ ዘፍርሓኩም ነገር ከጋጥመኩም ከሎ ኣብ ርእስኹም ክንዲ ጎቦ እዩ ኣብ ባይታ ኣብ ተግባር ግን ክንዲ ዝጸጸር እንታይ ማለት እዩ ብጣዕሚ ዘፍርሓካ ነገር ኣሎ ሓቀይ ልክዕ ምስ ኣጋጠመካ ግን ዋይ ነዚ ጀዳ ይፈርሕ ነይረ ኣነ ደኣ ከምዚ ከቢድ ነገር እኮ እዩ መሲልኒ ነይሩ ኢኻ ትብል ስለዚ ኣብ ርእስኻ ክንዲ ጎቦ ኣብ መሬት ግን ክንዲ ጸጸር ምዃኑ ፍርሒ ክስምዐካ ከሎ ኩልሻዕ ነዚኣ ዘክርዋ። ሓረስቶት ኣብ ገጠራት እንተሪኢኹም ግራውቶም ኣህባይ ወዓጋት እንዳመጻ የውልዓሎም እሞ እንታይ ይገብሩ ወሰናወሰን እቲ ግራት ዕንጨቲ ደው ኣቢሎም ነቲ ዕንጨቲ ጃኬት ቆቢዕ ገይሮም ልክዕ ሰብ ኣምሲሎም ሽዑ እተን ህባይ ወዓጋት ብርሑቕ ክሪኣ ከለዋ ልክዕ ኣብቲ ወሰን ግራት ሰብ ጠጠው ኢሉ ዘሎ ስለ ዝመስለን ናብዛ ግራት ተወሪለን እየን ይመጻ ነይን ሽዑ ግራውቶም ይሕልዉ ማለት እዩ ብከምዚ መገዲ ነገር ግን እዘን ህባይ ወይ ድማ እዘን ወዓጋት ናብዚ ግራት ተዝመጻ ግራት ብምልእታ ልሕስ ኣቢለንኣ ምኸዳ ልክዕ ከምዚ ንስኻ ኣብ ዘለኻ ልክዕ ከምተን ህባይ ጌርና ንኣብነት ንውሰዶ እቲ ትደልዮ ክትበጽሖ ትደሊ ድማ ከምቲ ግራት ከምተዝርእቲ ኣብቲ ማዕዶ ኣሎ ኣብቲ ማእከል ከም ፍርሒ ኮይኑ ከልኪሉካ ዘሎ ዘፍርሕ ነገር ዘይኮነስ ልክዕ ከምቲ ዕንጨቲ ጃኬት ቆቢዕ ዝገበረ ኣርተፊሻል ነገር ልክዕ ከምኡ እዩ ከልኪሉካ ዘሎ እግርኻ ኣልዒልካ ብድፍረት ብትብዓት ክትጓዓዝ ምስ ጀመርካ ዝኽልክለካ ዝመልሰካ ሓይሊ የለን ስለዚ ብከምዚ መገዲ ነቲ ዘፍርሓካ ነገር ብምግጣም ኣብ ህይወትካ ሓድሽ ነገር ሓድሽ ስራሕ ብምስራሕ ተኣምር ክትፈጥር ትኽእል ኢኻ ተደኣ ዘየለ ከምታ ዘለኻያ ሎሚ ጽባሕ ሽዑ ዕድሜኻ ወዲእኻ ዕጫኻ ሞት ክኸውን እዩ ብኣንጻሩ ፍርሕኻ ስዒርካ ፍርሕኻ ተቓሊስካ ሓሞትካ እሰር ኣቢልካ ስንኻ ነኺስካ ተተቓሊስካ ድማ ኣብ ህይወትካ ሓደሽቲ ነገራት ሓደሽቲ ለውጥታት ዝተፈለየ ውጽኢት ትረክብ ክትጅምር ኢኻ ብከምዚ ፍርሕኻ ሰዓሮ ፍርሕኻ ተቆጻጸሮ ቴንኪዩ ባባይ ዝፈተኹሞ ሓሳብ ኣብ ኮመንት ሴክሽን ጸሓፉለይ ክጽበየኩብየ Thank you።